ነባሪ ከተማ ኔፕልስ ምስ እትኸውን ዋላ እውን ገንዘብ ኣይሃልወካ ናብ ካፈ ኣቲኻ ሓደ ዘይትፈልጦ ሰብ ዝኸፈለልካ ቡን ሰቲኻ ናብ ስራሕካ ምኻድ ልሙድ ነገር እዩ። እቲ ጉዳይ ከምዚ ዝስዕብ እዩ፣ ካፈ ሶስ ፔሶ ወይ ዝተንጠልጠለ ቡን እዩ ዝበሃል። ቡን ንኽሰትዩ ናብ ካፈ ዝኣተዉ ኔፕልሳውያን ክልተ ኩባያ ቡን ይእዝዙ። ነታ ሓንቲ ብምስታይ ነታ ካልኣይቲ ግን ዋጋኣ ብምኽፋል ጥራይ ከይሰተይዋ ገዲፎማ ይኸዱ። ሰራሕተኛታት ናይቲ ካፈ ድማ ቁጽሪ ናይተን ገንዘብን ተኸፊሉ ግን ከኣ ዘይተሰተያ ቡን ይምዝግብዎ። ቡን ክሰትዩ ዝደለዩ ግን ከኣ ብዝተፈላለዩ ምኽንያታት ገንዝብ ክኸፍሉ ዘይክእሉ ሰባት ናብዘን ካፈታት ብምምጻእ ዝተንጠልጠለ ቡን ኣሎ ድዩ ኢሎም ድሕሪ ምሕታቶም ሰራሕተኛታት ናይቲ ካፈ ምዝጉብ ዝተኸፍለ ቡን ኣሎ እንተኾይኑ ንመዛግብቶም ድሕሪ ምርኣይ ይቕርቡሎም። እቶም ዝሰኣኑ ገጽ ሰብ ከይረኣዩ እቶም ዘለዎም ከኣ ገይረሉ ዝብል ኩርዓት ከይተሰምዖም ቡን ይጋብዙ ኣለዉ ማለት እዩ። ዓቕሚ ምስ ዝህልዎም፣ ኔፕልሳውያን መዓልታዊ ንሓደ ወይ ንክልተ ሰብ ናይ ዝተንጠልጠለ ቡን ዋጋ ከፊልካ ምኻድ ኣዝዮም ዝሕጎሱሉ ባህሎም እዩ። ኣብ እዋን ኮቪድ ዓሰርተ ትሽዓተ፣ ቅንዕና ነበርቲ ከተማ ፍሎረንስ መዛረቢ ኣርእስቲ ማዕከናት ዜና ዓለም ክኸውን እዩ ተራእዩ ነይሩ። ኣብቲ ካብ ገዛ ክትወጽእን ብቐሊሉ መግቢ ክትረክብን ዘይከኣለሉ ዝነበረ እዋን፣ ዘለዎም መግቢ ኣብ ዘንቢል ብምቕማጥ ብገመድ ንታሕቲ ብምውራድ ኣብ መንገዲ የንጠልጥልዎ። ዝኾነ ዝተጸገመ ሰብ ድማ ኣመስጊኑ ይወስዶ። እቶም መግቢ ዘይብሎም ወገናት ድማ ዘንቢላቶም ብተመሳሳሊ መንገዲ ብገመድ ኣሲሮም ንታሕቲ የውርድዎ'ሞ ዝያዳ ዘለዎም ሰባት መግቢ የቐምጡሎም። ከምቲ ክትግምትዎ እትኽእሉ ኣብ ሃገረ ጥልያን ኢና ዘለና። ኣብዚ ሃገር ሰብ ካብ ክፉእ ግዜ ማሕበራዊ ህይወት ድማ ልዕሊ ርኽበትን ስእነትን እዮም። ኣብ ጥልያን ህይወት ሸበድበድ ዘይትፈቱ ህድእት እያ። ኣብ ካፈ ኮፍ ብምባል እስፕሬሶ እንዳሰተዩ ወይ ድማ ዝምድና ዘሐይሉ ነዋሕቲ ናይ እግሪ ጉዕዞታት ብምክያድ ናይ ውሽጦም እንዳዕለሉ ነቲ ኣብ ኤውሮጳ ብዙሕ ዘይረኣ ማሕበራዊ ህይወት ዘንጸባርቕዎ ዜጋታት እውን ኣለዉ። ስድራቤታውን ማሕበራውን ህይወት ሓደ ካብቲ ንጥልያናውያን ብፍሉይ ዝገልጾም መለለዮም እዩ። ጥልያናውያን ኣብ መዓልቲ ልዕሊ ሰለስተ ግዜ እዮም ቡን ዝሰትዩ። ብመሰረት ትካል ቡን ዓለምና ዘውጽኦ ጸብጻብ፣ ቴስዓን ሸውዓተን ሚእታዊት ጥልያናውያን ቡን ይሰትዩ። ኣብ ጥልያን ቡን ዝሽየጠሎም ካፈታት ባር ተባሂሎም እዮም ዝጽውዑ። ቡን፣ ቢራን ሽጋራን ድማ ይሸጡ። ካፈታት ጥልያን ሓደ ምስ ምንዋሕ ግዜ ሕጊ ዝኾነ ባህሊ ዘለወን እየን፣ ንሱ ድማ ድሕሪ ሰዓት ዓሰርተ ሓደ ንግሆ ናብ ካፈ ብምእታው ካፑቺኖ ምስ እትእዝዝ ንጥልያን ጋሻ ምዃንካ ተቓሊዕካ ኣለኻ ማለት እዩ። ኮርኔቶን ቡንን ኣብ ግዜ ንግሆ እዩ ዝውሰድ፣ ኣርፊድካ መጺኻ ካፑቺኖ ምስ እትእዝዝ ግን በጻሒ ኢኻ ማለት እዩ። ነጋዶ እታ ሃገር ነዚ ስለ ዝፈልጡ ኣብቲ በጻሕቲ ዝበዝሑሉ ክፋላት ከተማ ክሳብ ሰዓታት ምሳሕ ካፑቺኖ ክሸጡ ይረኣዩ። ኣብቶም ደቀባት ጥልያን ዝነብሩሎም ከባቢታት ግን ድሕሪ ሰዓት ዓሰርተ ሓደ ናይ ረፍዲ ካፑቺኖ ዝጠልብ የለን፣ እቲ ሰብ እንተሎ'ውን እቲ ካፑቺኖ ኣይህሉን። ጥልያናውያን ውጽኢት ጸባ ዝኾኑ ትሕዝቶታት መግቢ ንስርዓተ ምሕቃቕ መግቢ የደናጉየ'ዩ ብምባል ስለ ዝሓስቡ፣ ድሕሪ ምሳሕን ድራርን ብዙሕ ውጽኢት ጸባ ዝኾነ መግቢ ኣየዘውትሩን እዮም። ብኣንጻሩ ድሕሪ ምሳሕን ድራርን ቡን ምስታይ ግን ልሙድ ነገር እዩ። ንጥልያን ብዓይኒ ክብደት ዋጋ መነባብሮ እንተርኢናያ ብመንጽሩ ካብ ሃገራት ምዕራብ ኤውሮጳ ዝሓሸት ሃገር ክትከውን ትኽእል እያ። ካብ ገዛ ውጽእ ኢልካ ኣብ ሬስቶራንታት እታ ሃገር ክትምገብ ምስ እትደሊ ዋጋ ሬስቶራንታታ ዘፍርሕ ኣይኮነን። ናብ ካፈታት ምስ እትኸይድ እውን ብዙሕ ወጻኢታት ዝሓትት ኣይኮነን። ናይ ጥልያን እስፕሬሶ እንተሰቲኻ ሓደ ዩሮ፣ ካፒቺኖ ምስ እትሰቲ ድማ ሓደ ዩሮን ሰላሳ ሳንቲምን ኢኻ እንተኸፈልካ። ይኹን እምበር ወርሓዊ እቶት ኣብታ ሃገር ዝነብር ሰብ ምስዘን ኣብ ምዕራብ ኤውሮጳ ዝርከባ ሃገራት እንክነጻጸር ብዝተወሰነ ደረጃ ትሑት እዩ። ብሰንኪ ምትሓት ደሞዝ እታ ሃገር ካብ ጥልያን፣ ናይ ዝወጹ ብዝሒ ቁጽሪ መንእሰያት ጥልያን ከኣ ቀሊል ኣይኮነን። ናብራ ኣብ ጥልያን ዋላ ደኣ ሰብኣዊ ኣወንታ ዘለዎ ይኹን እምበር ብዙሕ ምስ ቁጠባ ዝተኣሳሰሩ ኣሉታውያን ጎንታት ዘለዎ ግን እዩ። ብፍላይ ድማ እቲ ኣብታ ሃገር ዘሎ ቢሮክራሲ ወረቓቕቲ ኢሜግሬሽን ንምስላጥ ናብ ኩዌስቹራ ወይ ድማ መደበር ፖሊስ ኬድኩም ትፈልጡ እንተደኣ ኮንኩም ብዛዕባ ቢሮክራሲ ጥልያን ክትምስክሩ ትኽእሉ ኢኹም። ኣብ ጥልያን ገለ ገለ ነገራት ብቐሊሉ ዝሳለጡ ኣይኮኑን። ብዝሒ ናይ ክትመልኦም እትሕተት ፎርምታት፣ ንውሓት እቲ ስርዐ ሪጋ፣ ኣብ ርእሲኡ ቋንቋ እንተዘይክኢልካ ኣዝዩ በዳሂ'ዩ። ቆጸራ ዘይምኽባር ውን ኣሎ። ቆጸራ ሓበሻ እንዳበልና እንጽውዖ ኣብ ሰዓትካ ምስ ዘይምርካብ ዝተሓሓዝ ኣበሃህላ ኣሎ። ቆጸራና ምስ ጥልያናዊ ምስ ዝኸውን ግን ዘሰክፍ የብልናን ምኽንያቱ ቆጸራ ሓበሻ ጌረዮ ብምባል ድሕሪ ፍርቂ ሰዓት ኣብ ቦታ ቆጸራ ምስ ተረኸብና መቋጽርትና ጥልያናዊ ኣብ ክንዲ ኣብ ልክዕ ሰዓት ቆጸራ ሽዑ ክመጽእ ብማዕዶ ንሪኦ ንኸውን። ጥልያናውያን ዘይከም መብዛሕትኦም ጸዓዱ ኣብ ቆጸራ ብዙሕ ዕቱባት ኣይኮኑን። ጥልያናውያን ኣብ ማሕበራዊ ህይወት ንፉዓት ምዃኖም ሓቢርናኩም ኔርና። ስለዝኾነ ከኣ ንኣጋይሽ እውን እንተኾነ ኣብ ናይ ትራንስፖርት፣ ኣብ ዕዳጋታት ይኹን ብብዝሒ ሰባት ዝእከቡሎም ቦታታት ምስ ጥልያናውያን ምፍላጥ፣ ናይ ሓባር ጉዳያት ብምልዓል ምዝታይን ሻሂ ቡን ምግብባዝን ከቢድ ኣይኮነን። ከምቶም ኣብ ናይ ትምህርቲ እዋናትካ ዘጥረኻዮም የዕሩኽትኻ ጥቡቕ ዕርክነት ምምስራት ወይ ድማ ናይ ልቦም ክነግሩኻ ናብ ዘኽእሎም ደረጃ ምቅርራብ ምብጻሕ ግን ቀሊል ኣይኮነን። ምናልባት ግን ቋንቋ ጥልያን ምምላኽ፣ ኣብ ማሕበራዊ ኣጋጣሚታቶም ምስታፍ፣ ከምኡ'ውን ዕድል እንተረኺብካ ኣብቲ ንሳቶም ሚሒር ዝፈትውዎን ዝግደስሉን ኣብ መዓልቲ ሰንበት ዝካየድ ስድራቤታዊ ምሳሕ ወይኒ ሒዝካ ብምምጻእ ክትምስጦም ፈትን። ዝረገጽካዮ እምኒ ዘበለ ትዝታ፣ ተረኺብካሉ ዘለኻ ጎደና ኩሉ ታሪኽ እንተለዎ ናብ ከተማ ሮማ ኣቲኻ ኣለኻ ማለት እዩ። ኣብ ዓለምና ናብ ዝኾነ ከተማ ኬድካ ናብ ሙዝየም ክትከይድ ምሰ ትደሊ ናይ ግድን ኢኻ ናብ ህንጻታት ክትኣቱ ዘለካ። ናብ ከተማ ሮማ እንተ መጺእካ ግን እታ ከተማ ንባዕላ ሙዝየም እያ። ናይ ከተማ ሮማ ዳህሳስና ካብ ትራስቴቬሬ ክንጅምሮ ኢና። ከተማ ሮማ ቅድሚ ንኣጋይሻ ብፍቕራ ከም ዝወድቁ ምግባራ ኣብ ትራስቴቬሬ እያ ኣዝዮም ከም ዝፈትዋ ትገብሮም ብፍላይ ኣብ ግዜ ምሸት ብዙሕ ምንቅስቃስ ናይ ሰባት እዩ ዝረኣያ ኮክቴል ሒዝካ ብእግርኻ ሸናዕ እንዳበልካ ኣብ ከተማ ሮማ ክትዛወር ኣምሲኻ ምስ ወግሐ ናብ ሩባ ታይበር ኪድ በቲ መደያይቦ ንታሕቲ ብምውራድ ንጹህ ኣየር ንምርካብን ኣካላትካ ንምንቅስቃስን ኣብ ጎኒ ጽርግያ እቲ ሩባ ዎክ ምግባር፣ ብሽክሌታ ምዝዋር ወይ ድማ ዘብዘብ ክትብል ትኽእል። ናይ ሩባ ታይበር ግዜኻ ምስ ወዳእካ ድማ ናብ ባር ብምኻድ ኣብ ብራንዳ ኮፍ ብምባል ካፌ፣ ካፌ ላተ ወይ ድማ ካፑቺኖ ንምስታይን ናብ ሬስቶራንታት ብምእታው ብምቁራት መግብታት ንምዝንጋዕን ትራስቴቬረ እቲ ልክዓዊ ቦታ'ዩ። ቅድሚ ቡን ኣዚዝካ ኮፍ ምባልካ ግን ሓደ ሓበሬታ ወስ ከነብለልካ፣ ዋላ ደኣ እቲ ፍልልይ ናይ ገንዘብ ብዙሕ ኣይኹን እምበር ኣብ ካፈታት ጥልያን ኣብ ውሽጢ እቲ ትካል ኴንካ ምግልጋልን ኣብ ደገ ኴንካ ምግልጋልን ናይ ዋጋ ፍልልይ ኣለዎ። ኣብ ደገ ወይ ኣብ ብራንዳታት እቲ ትካል ኴንካ ምስ እትእዝዝ ካብቲ ስሩዕ ዋጋ ቅሩብ ዝዛየደ ትኸፍል። ይኹን እምበር ጥልያን ቡን፣ ሻሂ፣ ካፑቺኖ እስፕሬሶ ብኣዝዩ ሕሱር ዋጋ ዝሽየጠሉ ሃገር ብምዃኑ እቲ ፍልልይ ዋጋ ብዙሕ ዘተሓሳስብ ኣይኮነን። ሞንቲ ብሉጽ ክዳውንቲ ዝሽየጠሉ ቡቲካት፣ ዱኳናትን ወይኒ ዝሽየጠሎም ቦታታትን ዝርከባ ሰፈር ከተማ ሮም'ያ። ናብ ብዙሓት መስሕብ በጻሕቲ ዝኾኑ ቦታታት ቀረባ ብምዃና ከኣ ንከተዕርፈላ ተመራጺት እያ። ቴስታ ሽዮ ካብ ጻዕቂ ምንቅስቓስ ህዝቢ ዘለዎ ቦታታት ወጺእካ ምስ ነባራት ሮማውያን ንምልላይን ጥንታውያን መግብታት ጥልያን ንምቕማስን እታ ልክዓዊት ሰፈር እያ። ቴስታ ሽዮ ብዙሓት ናብ ከተማ ሮማ ዝውሕዙ በጻሕቲ ዝርከብዎ ቦታ እውን እዩ። ቸንትሮ ስቶራ እኮ ልብን ኣካልን ከተማ ሮማ ዩ ክትብሎ ዘድፍር ከባቢ ዩ። ፊልምታት ግላድየተር ትፈትዉ እንተድኣ ኴንኩም ሕጂ ናብቲ እታ ፊልም ዝተሰርሓትሉ ህንጻ ኮለስዮም ኢና መጺእና ዘለና። ኮለስዮም ማለት ግን እታ ፊልም ዝተሰርሓትሉ ጥራይ ዘይኮነ እቶም ሓቀኛታት ግላድየተራት ዝተዋደቑሉ ድሕሪ ልደተ ክርስቶስ ኣብ መበል ሰማንያ ዓመት ዝተሃንጸ ናብ ክልተ ሽሕ ዓመታት ዝጽጋዕ ታሪኽ ዘለዎ ፍሉይ ቦታ ኮይኑ ሓምሳ ሽሕ ዕዱማት ከኣ ክሕዝ ይኽእል። ካብኡ ብዙሕ ከይረሓቕካ ከኣ ንሮማን ፎርዩም ትረኽቦ። ሮማን ፎርዩም ዓበይቲ ኣጋጣሚታት ዝንገደሉ፣ ናይ ጎደና ፍርዲ ዝወሃበሉ፣ መንግስታውያን ትካላት ዝርከባሉ፣ ጥንታዊ ህይወት ሮማውያን ዝንጸባረቐሉ ቦታ'ዩ ነይሩ። ንከተማ ሮማን ተፈቲኻያ ደጊምካ ክትመጽእ ከኣ እንተ ተመኒኻ እትምለሰሉ ትኬት እትቖርጸሉ ቦታ ከነርእየካ። መዓርፎ ነፈርቲ ኣይኮነን፣ መደበር ባቡር እውን ኣይኮነን። ቅድሚ ክልተ ሚእትን ሱሳን ዓመታት ዝተሃንጸ ኣዝዩ ዘደንቕ ጥበብ ቅርጻ ቅርጺ ዝረኣየሉ ፋውንቴን እዩ። ናብዚ ቦታ ግን ነቲ ፋውንቴንን ሒዝዎ ዘሎ ቅርጻ ቅርጽን ጥራይ ዘይኮና ክንዕዘብ መጺእና ኣብ ዓመቱ ናብ ከተማ ሮማ ምለሰኒ ዝብል ሰናይ ምንዮት ንኽንምነ እውን እዩ። እቲ ትምኒት ድማ ናብቲ ፋውንቴን ሳንቲም ብምድርባይ እዩ ዝግለጽ። እቲ ነገር ኣዘናጋዕን ቢዝነስን እዩ። ናብዚ ቦታ ብምምጻእ ናብቲ ፋውንቴን ሳንቲም ዝደርበየ ሰብ ኣብ ዓመቱ ናብ ከተማ ሮማ ይምለስ እዩ ተባሂሉ እዩ ዝእመን። በጻሕቲ ድማ ነዚ ብሂል ኣሚኖም ናብቲ ፋውንቴን ሰናቲም ይድርብዩ። ሃገረ ጥልያን ድማ ነቲ ሰናቲም ብምእካብ ናብ ኻዝናኣ ተእትዎ። ብኸምዚ ድማ ካብዚ ተራ ዝመስል ፍጻመ ዓመታዊ ናይ ኣስታት ሓደ ሚልዮን ዩሮ ኣታዊ ትረክብ። ይኹን እምበር እቲ ዝእከብ ገንዘብ ናብ ካዝናታት መንግስቲ ዘይኮነ ዝኣቱ ንትካላት ወሃብቲ ረድኤት እዩ ዝወሃብ። ካብ ከተማ ሮማ ናብ ከተማ ፍሎረንስ ንምብጻሕ ብባቡር ናይ ኣስታት ሰዓትን ፈረቓን ጉዕዞ'ዩ። ሕጂ ኣብ ማእከል ጥበብ ዓለም ኢና ዘለና። ኣብ ናይ ታሪኽ ወይ ሂስትሪ ክፍለ ግዜ ብዛዕባ ሪናይሰንስ ወይ ዘመነ ተሃድሶ ከም ዝተመሃርኩም ትዝ ይብለኩም እንተ ደኣ ኮይኑ ፍሎረንስ ማለት ማእከል ናይቲ ዘመን ናይ ዝነበሩ ስድራ ቤት ሜዲቺ ከተማ እያ። ሪናይሰንስ ኣብ መዳይ ስነ ቅብኣ፣ ቅርጻ ቅርጽን ስነጥበብን ክሳብ ሎሚ ንዓለም ምሉእ ዘስደምም ስርሓት ዝተሰርሓሉ ኣዝዩ ኣደናቒ ዘመን እዩ ነይሩ። እቶም ክሳብ ሎሚ መወዳድርቲ ዘይብሎም ከም ሚካኤል ኣንጀሎ፣ ሊዮናርዶ ዳቪንቺ፣ ሳንድሮ ቡቴቼሊን ካልኦትን ዝኣመሰሉ ሊቃውንቲ እቲ ግዜ ንዘመናት ዝጸንሕ ኣደናቒ ስርሓቶም ንዓለም ከበርክቱ ከለዉ ከተማ ፍሎረንስ'ያ ከተማኦም ነይራ። ብጥበባቶም ንምድናቕ ከኣ ንዩፊዚን ፓላዞ ቪክዮን ክትበጽሕዎም ነዘኻኽረኩም። ኣብ ናይ ፍሎረንስ ጻንሖትካ ናብ ላምፕሬዶቶ ምኻድ እውን ከይትርስዕ፣ ካብ ከብዲ ላም ዝስራሕ ናይ ስጋ ሳንድዊች እዩ። እዚ ሳንድዊች ኣዝዩ ጥዑምን ተፈታውን ካብ ምዃኑ ዝተላዕለ ንዝሓለፉ ሓሙሽተ ሚእቲ ዓመታት ኣብ ጎደናታት ፍሎረንስ ዝሽየጥ ዘሎ መግቢ እዩ። ናብ ከተማ ፍሎረንስ መጺእካ ጀላቶ እታ ከተማ ከይቀመስካ እውን ፈጺምካ ከይትምለስ። ከምቲ ንብዙሕ ሰብ ዝመስሎ ጀላቶ ኣይስ ክሬም ኣይኮነን። ጀላቶ ክሬም ዘይበዝሖ፣ ውሑድ መጠን ስብሒ ዘለዎ ከምኡ'ውን ካብ ኣይስ ክሬም ዝሓፍስ ትሕዝቶ ዘለዎ ምቁር መግቢ'ዩ። መጀመርያ ዝተወለደሉን ንመጀመርታ ግዜ ክብላዕ ዝጀመረሉን ቦታ ድማ ኣብ ሃገረ ጥልያን ኣብ ከተማ ፍሎረንስ'ዩ። ብዙሕ ዓይነት ጀላቶ ዘሎ'ኳ እንተኾነ ብናተይ ምርጫ ግን ፒስታችዮ ብምባል ኣዘዞ። ጀላቶ ቅድሚ ምእዛዝኩም ግን ኣዝዩ ሓፊስ፣ ሕብሩ ድማ ተፈጥሮኣዊ ምዃኑ ኣረጋግጹ። ፒስታችዮ ሃሳስ ቀጠልያ ሕብሪ ዘለዎ እንክኸውን፣ ታንጀሪን ወይ ማንዳሪኖ ከኣ ኣራንሾኒ ሕብሪ ኣለዎ። ብዙሓት በጻሕቲ ዘለዎ ጀላቶ ዝሽየጠሉ ቦታ ምስ እትርእዩ ግን ከይገዛእኩም ክትሓልፉ'ዩ ዝምረጽ። ሓደ ኣብ ዝኸድካዮ ሃገር ኪድ ክትርስዓ ዘይብልካ ምኽሪ እንተሎ፣ ቱሪስት ብሉጽነት ናይቲ ገዛ ዓጂብዎ ዝመላለስ ዓሚል ዘይኮነ፣ ንእግረ መንገዱ ዓዲጉ ዝኸይድ ሓላፍ መንገዲ'ዩ። ነቲ ልክዓዊ ጣዕሚ ጀላቶ ጥልያን ከተስተማቕሮ ምስ እትደልዩ ከኣ፣ በጻሕቲ ዝበዝሕሉ ከባቢ ዘይኮነ፣ ነባራት ደቂ ዓዲ ናብ ዘለዎ ከባቢ ብምኻድ ጀላቶ ዝሽየጠሉ ቦታ ብምሕታት ንጀላቶ እታ ሃገር ኣስተማቕርዎ። ካብ ከተማ ፍሎረንስ ቅድሚ ምውጻእካ ወይኒ እታ ከተማ ክትጥዕም ኣለካ። ኣብ ሓደ ቦታ ኮፍ ኢልካ ቢኬሪ ወይኒ ኣብ ኢድካ ጨቢጥካ ጥዑም ድምጺ ህርመት ሙዚቃ ፒያኖ ምስ እትሰምዕ ድማ ፒያኖ እትበሃል መሳርሒት ሙዚቃ ኣብ ከተማ ፍሎረንስ ከም ዝተማህዘ ትዘክር። ፒሳ ኣብ ሃገረ ጥልያን'ዩ ተወሊዱ ምስ እንብል፣ ንከተማ ኔፕልስ ዝተወልደሉ ሕክምና፣ ድኻታት ነበርቲ'ታ ከተማ ድማ እቶም ንኽውለድ ዝተሓጋገዙ ሓካይም ክንብሎም ንኽእል ኢና። ኣብቲ መጀመርታ ፒሳ ኣብ ከተማ ኔፕልስ ናይ ሃብታማት መግቢ ኣይኮነን ነይሩ፣ ኣመጻጽኣኡ'ውን ከምኡ ኣይሕብረናን'ዩ። ኣብ ዓሰርተ ሸሞንተ ክፍለ ዘመን እቶም ትሑት ደረጃ መነባብሮ ዝነበሮም ነበርቲ እታ ከተማ ቀልጢፉ ዘይበላሾ፣ ብቐሊሉ ካብ ቦታ ናብ ቦታ ዝንቀሳቐስ፣ ሕሱርን ኣብ ብዙሕ ጎደናታት ከተማ ኔፕልስ ይሽየጥ ንዝነበረን ፒሳ ቀንዲ ዕለታዊ መግቦም ክገብርዎ'ዮም ተራእዮም። እቶም ፒሳ ተፈታውነቱ እንዳዓበየ ክመጽእ ዝረኣዩ ሰባት ድማ ኣብያተ መግቢ ብምኽፋት ጣውላን ኮራስን ብምቕራብ ክሸጥዎ ጀመሩ። ብ ሽሕን ሸሞንተ ሚእትን ሰማንያን ትሽዓተን ዓመተ ምህረት ከኣ ንክብሪ ንግስቲ ማርጌሪታ ተባሂሉ ሕብሪ ቀለም ባንዴራ ጥልያን ከም ዝህልዎ ተጌሩ ዝተሰርሐ ማርጌሪታ ፒሳ ኣብ ከተማ ኔፕልስ ክሽየጥ ጀመረ። ብድሕሪ እዚዩ ድማ ፒሳ ካብ ኢድ ድኻታት ነበርቲ ኔፕልስ ብምውጻእ ብዋጋን ብኣካልን እንዳ ረሓቖም ክኸይድ ዝጀመረ። ዋግኡ ምስቲ ሽዑ ግዜ ዝነበረ ብምውድዳር ኣዝዩ እንተኸበረን ዝንኡ ናብ መላእ ዓለም እንተበጸሐን እውን እቲ ብነበርቲ ከተማ ኔፕልስ ተፈታዊ ዝነበረ ፒሳ ግን ክሳብ ሎሚ ጣዕሙ ከይቀየረ ኣብ ከተማ ኔፕልስ ኣሎ። ነቲ ጥንታዊ ፒሳ እዛ ከተማ ንምቕማስ ግን ሕጂ እውን ካብ በጻሕቲ ዝበዝሕዎ ከባቢታት ክትርሕቕ ኣለካ። እቲ ጥንታዊ ፒሳ ኣብ ደቀባት እታ ከተማ ዝነብርሉ ከባቢታት እዩ ዝርከብ። ከተማ ኔፕልስ ርእሰ ከተማ ቡን ሃገረ ጥልያን እውን እያ። እታ ኣብ መእተዊ መደብና ዘለዎ ንዘይብሉ ናይ ቡን ከፊሉሉ ይኸይድ ዝበልናያ ከተማ ኔፕልስ እያ። ኣብ ከተማ ኔፕልስ ቡን ውዑይ መስተ ጥራይ ኣይኮነን፣ ባህላዊ ክብሪ፣ መንፈሳዊ ዕግበትን ማሕበራዊ ትርጉምን ዘለዎ ልምዲ ኔፕልሳውያን እዩ። ከም ኣብ ካልእ ክፋል ዓለም ኣብ ኔፕልስ ቡን ምስ ትእዝዝ ብቐጥታ ኣይኮነን ዝቕድሓልካ፣ ነቲ ሓቀኛ መቐረት ቡን ምእንቲ ከተስተማቕሮ ተባሂሉ ቅድሚ ቡን ዝስተ ማይ'ዩ ዝቕረበልካ። እቲ ቡን እትሰትየሉ ፍንጃል'ውን ኣብ ቅድሜኻ ብውዑይ ማይ ድሕሪ ምልቕላቑ'ዩ ዝቕዳሓልካ። እቲ ቡን ዋዒኡ ከይቅንስን ዝያዳ ንጽህና ክህልዎን ተባሂሉ ድማ'ዩ ከምኡ ዝግበር። ከተማ ኔፕልስ ብዕድመ ካብ ከተማ ሮማ እትዓቢ ከተማ'ያ። ናይ ኣስታት ሰለስተ ሽሕ ዓመታት ዕድመ ዘለዋ ከተማ'ውን'ያ። ኣብቲ ቀደም ግዜ ኒያ ፖሊስ ተባሂላ'ያ ትጽዋዕ ነይራ፣ ትርጉሙ ሓዳስ ከተማ ማለት'ዩ። ሎሚ ድሕሪ ሰለስተ ሽሕ ዓመታት ግን ብዙሓት ድኻታት ዝነብሩላ ከተማ ኰይና ኣላ። ከተማ ኔፕልስ ካብ ካልኦት ከተማታት ጥልያን ብዝዛየደ ልዑል መጠን ሽቕለት ኣልቦነት ዝርኣያ ከተማ እያ። ብዘይካዚ ብዙሕ ዝተወደበ ብማፍያታት ዝፍጸም ገበናት ዝርኣያ ከተማ እውን እያ። ከተማ ቬንስ ዓመታዊ ብክልተ ሚሊሜተር ኣብ ባሕሪ እትጥሕል ኣብ ማይ እተንሳፍፍ ከተማ እያ። በዚ ምኽንያት ዓመታዊ ብዙሓት ካብ ነበርታ እትስእን ዘላ ከተማ እያ። ቬንስ ዋላ ደኣ ዓባይ ከተማ ትኹን እምበር፣ ናይ መካይን ጽርግያ ግን የብላን መኪና ውን ኣይትፈልጥንያ ነበርታ ከኣ ብጃልባዮም ዝንቀሳቀሱ ልዕሊ ሚእቲ ዝኮና ቫፖሬቶ ተባሂለን ዝጽውዓ ጀላቡን ኣስታት ኣርባዕተ ሚእቲ ንኣሽቱን ዓበይትን ቢንቶታትን ድማ ኣለዋ ኣብዛ ከተማ ኣስታት ሓደ ሽሕ ዓመታት ዘቁጸሩ ኣብ ማይ ዘንሳፍፉ ኣባይቲ ኣለዎ። ከተማ ቬንስ ኣብ ዘመናዊ ሕክምና ክሳብ ሕጂ ዝቕጽል ዘሎ ዓቢ ኣስተዋጽኦ ዝገበረት ከተማ'ያ። ኳራንታይን ዝብል ቃል ትዝክርዎ'ዶ ትኾኑ? ኣብ ግዜ ኮቪድ ዓሰርተ ትሽዓተ ዝሰማዕናዮ ኣብቲ ግዜ ብተደጋጋሚ ዝስማዕ ዝነበረ ናይ ሕክምና ቃል'ዩ። ጽንሰ ሓሳቡን እቲ ቃልን ኣብ ከተማ ቬንስ'ዮም ተፈጢሮም። ቀጥታዊ ትርጉሙ ኣርብዓ መዓልታት ማለት'ዩ። ኣብ ዓሰርተ ኣርባዕተ ክፍለ ዘመን ጸሊም ሞት ዝበሃል ንኣርባዕተ ዓመታት ዝጸንሐ ቀታሊ ተላባዒ ሕማም ኣብ ዓለምና ተኸሲቱ ነይሩ'ዩ። ካብ ዕስራን ሓሙሽተን ክሳብ ሓምሳ ሚልዮን ዝበጽሑ ህዝቢ ከም ዝቐተለ'ውን'ዩ ዝንገር። እቲ ሕማም ብምትንኻፍ ዝመሓላለፍ ብምንባሩ እቶም ኣብቲ ግዜ ብጀላቡ ካብ ካልእ ክፋል ዓለም ናብ ከተማ ቬንስ ዝመጽኡ ዝነበሩ ሰባት ቅድሚ ምስ ነበርቲ'ታ ከተማ ምትሕውዋሶም ንኣርብዓ መዓልታት ዝኣክል ኣብ ፍሉይ ቦታ ከም ዝጸንሑ'ዩ ዝግበር ነይሩ። እዚ ጽቡቕ ልምዲ ከኣ ጸኒሑ ብሰብ ሞያ ሕክምና ተቐዲሑ ህይወት ብዙሓት ወገናት ከድሕን ክኢሉ። ከተማ ሚላን ዋና ኣንቀሳቓሲት ሞተረ ቁጠባ ሃገረ ጥልያን'ያ። ናይ ባንክታትን መሸጣታት ዓበይቲ ንብረታትን ዝካየደላ ማእከል ኢንዳስትርን ፋሽንን ዝኾነት ከተማ እውን እያ። ኣብ ኢንዳስትሪ ፋሽን ማዕረ ማዕረ ከተማታት ፓሪስ፣ ኒውዮርክን ለንደንን ክትጥቀስ እትኽእል ሚላን ኣብ ዓመት ክልተ ግዜ ዓለምለኻዊ ፌስቲቫል ፋሽን እተዳሉ ከተማ እያ። እቲ ንኽህነጽ ጥራይ ኣስታት ሓሙሽተ ሚእትን ሰብዓን ትሽዓተን ዓመታት ዝወሰደ ካቴድራል ዱሞ ዲ ሚላኖ ተባሂሉ ዝፍለጥ ህንጻ ከኣ ምልክት ከተማ ሚላኖ'ዩ። ካብኡ ብዙሕ ከይረሓቕካ ከኣ ንጋለርያ ቪቶርዮ ኢማኑኤል ካልኣይ ትረኽቦ። ኣብ ዓሰርተ ትሽዓተ ክፍለ ዘመን ዝተሃንጸ፣ ሓደሽቲ ፋሽናት ክዳውንትን ምስ ፋሽን ምትእስሳር ዘለዎ ንብረትን ብብዝሒ ዝሽየጠሉ ውሩይ ማእከል ዕዳጋ'ዩ። ንጥንታውያን ህንጻታት ከተማ ሮማ ክትዕዘብ ቀኒኻ፣ ዘመናውያን ህንጻታት ሃገረ ጥልያን ክትዕዘብ ምስ እትደሊ፣ ከተማ ሚላኖ ተመራጺት ከተማ'ያ። ይኹን እምበር ሚላኖ ጥንታዊ ቦታታት ዘለዋ ከተማ'ውን'ያ። እታ ብሊዮናርዶ ዳቪንቺ ዝተቐብአት ብዘ ላስት ሳፐር እትፍለጥ የሱስ ክርስቶስ ምስ ዓሰርተ ክልተ ሃዋርያቱ ኣብ ናይ ድራር መኣዲ ተቐሪቦም እንከለዉ እተርኢ ቅብኣ ድማ ኣብዛ ከተማ'ያ እትርከብ። ከተማ ቦሎኛ ብሰለስተ ነገራት እያ እትፍለጥ፣ ብፍልጠት፣ እቲ ኣብ ምዕራባዊ ዓለም ናይ መጀመርታ ዝኾነ ዩኒቨርሲቲ ቦሎኛ ዝርከበላ ከተማ እያ። ብሽሕን ሰማንያን ሸሞንተን ዓመተ ምህረት ዝተመስረተት ዩኒቨርሲቲ ቦሎኛ ንኣስታት ሓደ ሽሕ ዓመታት ዝጽጋዕ ታሪኽ ዘለዋ ዩኒቨርሲቲ እያ። ኣብ መግቢ መጺኻ እውን ከተማ ቦሎኛ ርእሰ ከተማ መግቢ ሃገረ ጥልያን ተባሂላ እያ እትጽዋዕ። ኣብ ቅዲ ህንጻ እውን እንተኾነ እቲ ተደሚሩ ሱሳን ክልተን ኪሎ ሜተር ንውሓት ዘለዎ ናይ ዓለምና ዝነውሐ እግረኛታት ዝጓዓዙሉ ኣፋፌት ብራንዳ ከም ዝኾነ ዝግለጽ መንገዲ ዝርከባ ከተማ እውን እያ። እዚ ሱሳን ክልተን ኪሎ ሜተር ተባሂሉ ተገሊጹ ዘሎ መንገዲ ግን ሓደ ትኽ ዝበለ መንገዲ ዘይኮነ ጠቕላላ ድምር ናይቶም ኣብታ ከተማ ዝርከቡ መንገድታት እዩ። ጥልያን ልኡላዊት ሃገር እያ፣ ርእሰ ከተማኣ ድማ ሮም ትበሃል። ኣብ ርእሰ ከተማ ጥልያን ሮም ግን ብውድብ ሕቡራት ሃገራት ኣፍልጦ ዝተዋህባ ካልእ ልኡላዊት ሃገር ኣላ። ቫቲካን እያ እትበሃል። ቫቲካን እታ ዝነኣሰት ሃገር ዓለምና እያ። ባዶ ነጥቢ ኣርብዓን ኣርባዕተን ትርብዒት ኪሎሜተር ወይ ድማ ኣርብዓን ኣርባዕተን ሄክታር ዝስፍሓቱ መሬት ኣለዋ። ኣስታት ሸሞንተ ሚእቲ ዜጋታት ዘለዋ ኮይኖም ወደባት ወይ ድማ ኣብታ ሃገር ዝውለድ ዜጋ ግን የብላን። ቫቲካን ኣብታ ሃገር ተቐጺሩ ንዝሰርሕ ዘሎ ሰብ ጥራያ ዜግነት እትህብ። ሃገረ ቫቲካን ብሽሕን ትሽዓተ ሚእትን ዒስራን ትሽዓተን ዓመተ ምህረት ናይ ሃገርነት መዓርግ ዝረኸበት ኮይና ኣብ ውድብ ሕቡራት ሃገራት እውን ምሉእ ናይ ተሳታፍነት ወንበር ዘለዋ ሃገር እያ። ምስ ኣብ ዓለምና ዝርከባ ኣስታት ሚእትን ሰማንያን ዝበጽሓ ሃገራት ዲፕሎማስያዊ ዝምድና ክትፈጥር ዝኸኣለት እውን እያ። ቫቲካን ዋላ ደኣ ሃገር ትኹን እምበር ኣብ ከተማ ሮማ እትርከብ ሰፈር እውን እያ። ኣብ ኣመሓዳድርኣ ናይ ከተማ ከም ልኡላዊት መጠን ከኣ ናይ ሃገርነት ቅርጺ ዘለዋ እያ። ሃገረ ቫቲካን ከም ኩለን ሃገራት ሕክምና፣ ኣብያተ ትምህርቲ ይኹን ሓደሽቲ ዝውለዱ ዜጋታት የብላን። በንጻሩ ግን ባንክ፣ መደበር ሬድዮ፣ ቤት ፖስታ፣ ፋርማሲ፣ ሱፐር ማርኬት፣ መዐደል ነዳዲ፣ መዓርፎ ሄሊኮፕተርን ናይ ገዛእ ርእሳ ምሕደራዊ ቅርጽን ዘለዋ ሃገር'ያ። ዋላ ደኣ መላእ ዙርያ ሃገረ ቫቲካን ብናይ ከተማ ሮም ሓይልታት ፖሊስ ዝሕሎ ይኹን፣ ኣብ ውሽጢ'ታ ሃገር ግን ናይ ገዛእ ርእሳ ሓለውቲ ኣለውዋ። ሓለውታ ከኣ ካብ ስዊዘርላንድ ተመሪጾም'ዮም ዝመጹ። እቶም ሓለውቲ ብማዕዶን ክትርእዮም ናይዚ ዘመን ሓለውቲ ይመስሉን'ዮም። ይኹን'ምበር፣ ብልዑል ደረጃ ዝሰልጠኑ ዘመናውያን ወተሃደራት እዮም። እዞም ወተሃደራት ብዝሖም ሚእትን ሰላሳን ትሽዓተን ጥራይ እዩ። ቀንዲ ዕላማኦም ከኣ ንሊቀ ጳጳስን ቤት መቕደስን እታ ሃገር ምሕላው እዩ። ነዚ ክብሪ እዚ ንምጉንጻፍ ግን መጀመርያ ስዊዘርላንዳዊ፣ ሃይማኖትካ ካቶሊክ፣ ቀጺሉ ድማ ዘይተመርዓኻን ዕድሜኻ ካብ ዓሰርተ ትሽዓተ ክሳብ ሰላሳ ከምኡውን ንውትህድርና ዝምጥን ተኽለ ሰውነት ዘለካ ክትከውን ይግባእ። ጥልያን ሃገር ኮይና ከተብቅዕ ኣብ ውሽጣ ክልተ ልኡላውያን ሃገራት ሓቒፋ ዘላ ፍልይቲ ሃገር እያ። እታ ሓንቲ እዛ ክንድህስሳ ዝጸናሕና ቫቲካን ክትከውን እንከላ፣ እታ ካልኣይቲ ድማ ሳን ማሪኖ እያ እትበሃል። ሳን ማሪኖ ኣብ ጥልያን እትርከብ ሓምሸይቲ ዝነኣሰት ሃገር ዓለምና እያ። እቲ ዘገርም ግን ብስፍሓታ ኣዝያ ንእሽተይ ሃገር ኮይና ከተብቅዕ ናይ ምድርና እታ ናይ መጀመርያ ሃገር ዝብል ክብሪ ክትረክብ ዝኸኣለት እያ። ሃገራት ኢራን፣ ግብጺ፣ ቻይናን ካልኦት ብርክት ዝበላ ሃገራትን ካብ ሳን ማሪኖ ብኣሽሓት ዓመታት ዝቕድም መንግስታዊ ታሪኽ ዘለወን እየን። ሳን ማሪኖ ግን ንኣስታት ሓደ ሽሕን ሸውዓተ ሚእትን ዓመታት ዝጸንሐ ስሩዕ ግዝኣትን ስሩዕ መንግስታዊ ምምሕዳርን ሒዛ ዝጸንሐት ሃገር ብምዃና'ያ ነዚ ክብሪ ክትጎናጸፍ ዝኸኣለት። ሳን ማሪኖ ስሳን ሓደን ትርብዒት ኪሎ ሜተር ዝስፍሓቱ መሬትን ሰላሳን ኣርባዕተን ሽሕ ዝበጽሑ ዜጋታትን ኣለዋ። ዋላ ደኣ ብስፍሓታ ኣዝያ ንእሽተይ ሃገር ትኹን እምበር፣ ብመጠን ነፍሲ ወከፍ ኣታዊ ዜጋታታ ማለት ፐር ካፒታ፣ GDP፣ ግን ብውሑዳት ሃብታማት ሃገራት ዓለምና ጥራይ ተበሊጻ መብዛሕትኡ ግዜ ካብ ዓሰርተ ክልተ ክሳብ ዓሰርተ ሓሙሽተ ኣብ ዘሎ ተርታ'ያ እትስራዕ። ጽላት ቱሪዝም ቀንዲ ምንጪ ኣታዊ ሃገረ ሳን ማሪኖ'ዩ። ብዝሒ ህዝባ ሳላሳን ኣርባዕተን ሽሕ ጥራይ እንክኸውን፣ ብዝሒ ናይቶም ዓመታዊ ናብታ ሃገር ዝኣትዉ በጻሕቲ ግን ክልተ ሚልዮን'ዩ። ብፋይናንስን ኢንዳስትርን ብፍላይ ድማ ብኤሌክትሮኒክስን ናይ ሴራሚክ ስርሓታ'ውን ትፍለጥ'ያ። ሳን ማሪኖ ዋላ ደኣ ኣባል ኤውሮጳዊ ሕብረት ኣይትኹን፣ ባጤራ ዩሮ ግን'ያ እትጥቀም። ሃገረ ጥልያን ኣብ ምፍጣር ዘመናዊ ቱሪዝም ዓቢ እጃም ዘበርከተት ሃገር እያ። ኣብ ዓሰርተ ሸውዓተ ክፍለ ዘመን መራሕቲ ኤውሮጳ ንቅዲ ህንጻ፣ ቅብኣታትን ቅርጻ ቅርጽን ጥልያን ንምዕዛብ ናብ ከም ሮም፣ ቬንስ፣ ፍሎረንስን ኔፕልስን ዝኣመሰላ ከተማታት ጥልያን ይመጹ ከም ዝነበሩ እዩ ዝንገር። እቲ ሽዑ ዝጀመረ ቱሪዝም ከኣ ክሳብ ሎሚ ብምቕጻል ንጥልያን ሓንቲ ካብተን ንኢንዳስትሪ ቱሪዝም ዓለምና ዝመርሕኦ ዘለዋ ሃገራት ክትስራዕ እዩ ኣብቂዕዋ። ብዘመዝገበቶ ሱሳ ቅርስታት ከኣ ኣብ መዝገብ ቅርሲ ዓለም ናይ ዩኔስኮ ዝበዝሐ ቅርስታት ዘመዝገበት ቀዳመይቲ ሃገር ዓለምና'ያ። ብቐደም ተኸተል ብሃገራት ፈረንሳ፣ ስጳኛ፣ ኣሜሪካን ቻይናን ተበሊጻ ድማ ሓምሸይቲ ዝበዝሑ በጻሕቲ እተእንግድ ሃገር'ያ። ብዝሒ ናይቶም ናብ ጥልያን ዝበጽሑ በጻሕቲ ካብ ህዝቢ እታ ሃገር ዝበዝሕ እዩ። ኣብ ክልተ ሽሕን ዒስራን ኣርባዕተን ዓመተ ምህረት ንኣብነት ሱሳን ሓሙሽተን ሚልዮን በጻሕቲ ብምቕባል ካብ ጽላት ቱሪዝም ናይ ኣስታት ክልተ ሚእትን ዒስራን ሰለስተን ቢልዮን ዶላር ኣታዊ ክትረክብ ክኢላ ነይራ። ጽላት ቱሪዝም ንሰለስተ ሚልዮን ዝበጽሑ ዜጋታት እታ ሃገር ናይ ስራሕ ዕድል ዝፈጠረ ኮይኑ ኣብ ቁጠባ እታ ሃገር ድማ ናይ ዓሰርተ ሚእታዊት ኣበርክቶ ኣለዎ። ከተማ ሮማ ንበይና ዕስራን ትሽዓተን ሚልዮን፣ ህንጻ ኮለስዮም ድማ ዓመታዊ ዓሰርተ ሚልዮን በጻሕቲ የእንግዱ። ምብጻሕ በጻሕቲ ዋላ ድኣ ኣብ ቁጠባ ጥልያን ልዑል ኣበርክቶ ዘለዎ ይኹን፣ ኣብ ልዕሊ ዜጋታት እታ ሃገር ግን ኣሉታዊ ጽልዋ ከሕድር'ዩ ተራእዩ። ብገምጋም ምስ እንርእዮ፣ መዓልታዊ ኣስታት ሰማንያን ሓሙሽተን ሽሕ በጻሕቲ ናብ ሃገረ ጥልያን ይኣትዉ። እዚ ኹሉ በጻሒ ድማ ንመዕረፊኡ ሆቴል ከምኡ'ውን መግብን ማይን ክደሊ ንቡር እዩ። ብዘይካዚ እቶም በጻሕቲ ንዓመታት ተዳልዮም ብመደብ ስለዝመጽኡ ኣብ ዕዳጋታት ዝተሓተትዎ ዋጋ ካብ ምኽፋል ድሕር ኣይብሉን እዮም። እዚ ኹሉ ተደማሚሩ ኸኣ ዋጋ ነገራት ብምኽባርን ክብደት ዋጋ መነባብሮ ብምውሳኽን ኣብ ነበርቲ ኣሉታዊ ጽልዋ ከሕድር እዩ ዝረኣ። ኣብ ዓለምና ካብ ዘለዋ መካይን እተን ዝኸበራን ክህልዋኹም እትደልይወንን ንገለ ጸውዑ ምስ እትበሃሉ ፌራሪ፣ ላምቦርጊኒ፣ ማዜራቲ፣ ፓጋኒን ኣልፋ ሮሚዮን ብምባል ክትጠቕሱ ናይ ግድን እዩ። እዘን ኩለን ዝጠቐስናየን ብራንድታት መካይን ድማ ስርሓት ጥልያን እየን። ንከም ፊያትን ላንቺያን ዝኣመሰላ ናይ ቀደም ብራንድታት ከይረሳዕካ ማለት እዩ። ጽላት ኣውቶሞቲቭ ኣብ ቁጠባ ሃገረ ጥልያን ናይ ኣስታት ሽዱሽተ ሚእታዊት ኣበርክቶ ኣለዎ። ሰሜናዊ ክፋል ጥልያን ኣጋየጽቲ መካይን ዝፈርያሉን ዘሽከርክራሉን ከተማታት ዝሓቖፈ ዞባ ኮይኑ፣ ናብ ደቡባዊ ክፋል እታ ሃገር ምስ እትኸይድ ግን ሕሱራትን ብመጠነን ንእስ ዝበላን መካይን ክመርሑ'ዮም ዝስረኣዩ። ቮልክስዋገን፣ ሉፖን ፊያት ሓሙሽተ ሚእትን ድማ ኣብ ደቡባዊ ክፋል ጥልያን ኣብ ዝርከባ ከተማታት ተመረጽቲ መካይን'የን። እቲ ምኽንያት ከኣ መንገድታት እዘን ከተማ ጸቢብ ምዃኑ ዓበይቲ መካይን ንምዝዋረንን ደው ንምባለንን ምቹኣት ስለዘይኮና ከምኡ'ውን እዘን ዓይነታት መካይን ብዋጋ ካብተን ካልኦት ሕስር ዝበላ ብምዃነን'ዩ። ኣብ መንጎ ደቡባውን ሰሜናውን ጥልያን ርኡይ ቁጠባዊ ፍልልይ ከም ዘሎ እውን ከይረሳዕካ። ይኹን እምበር ኣብ ጥልያን ከም ኣብ ሃገራት ኣሜሪካን ካናዳን መኪና ከም ኣገዳሲት ባእታ መነባብሮ ደቂ ሰባት ኣይኮነትን እትረአ። ካብ እትነብረሉ ከባቢ ብዙሕ ከይረሓቕካ እውን ንኽትነብር ዘድልዩኻ ነገራት ክትረክብ ትኽእል። ጽርግያታት ጥልያን ንናይ እግሪ ጉዕዞ ምቹኣት እዮም፣ መብዛሕትኦም ዜጋታት እውን ብእግሪ ናይ ምጕዓዝ ልምዲ ዘለዎም እዮም። ናብ ርሕቕ ዝበለ ከባቢ ክጕዓዙ ምስ ዝደልዩ ድማ ብሽክሌታ ክጥቀሙ ይረኣዩ። ክቡራት ተኸታተልቲ መስትያት ዓለም፣ ንሎሚ ዘዳለናዮ ንሃገረ ጥልያን ዝድህስስ ትሕዝቶ እዚ ዝተኸታተልኩሞ እዩ ነይሩ። ኣብ ቀጻሊ ብዝተፈልየ መደብ ክሳብ እንመጽኣኩም፣